ስለዚ ያለ ትምህርትና እንታይ ዝብል ርእሲ ኩሉ ኪዳናት ዝብል ርእሲ ኩሉ ኪዳናት ዝብል ሎማዓንቲ ክሪና ማለት እዩ ኣምላኽና ናይ ምንታይ ኣምላኽ እዩ? ናይ ኪዳን ኣምላኽ እዩ። እግዚኣብሔር ናይ ምንታይ ኣምላኽ እዩ? እስኪ ናይ ኪዳን ይበሉ። ኣምላኽና ናይ ኪዳን ኣምላኽ እዩ። ካብ ኪዳን ወፃኢ እግዚኣብሔር ኣይትረኽቦን ኢኻ፣ እግዚኣብሔር ከዓ ኣይንቀሳቀስን እዩ። ኢብን ካብ ኪዳን ወፃኢ ንእግዚኣብሔር እ፣ ፈፂምካ ደሊኻ ኣይትረኽቦን። ንእግዚኣብሔር ክትረኽቦ ተኾንካ እግዚኣብሔር ክርከበልካ ተኾይኑ ኣብታ ኪዳን ክትመፅእ ኣለካ። ኣብ ብሉይ ዝነበሩ ፓስተር ኣብ ኪዳን ተሃልዮም ይረኽብዎ ኣብ ሓድሽ ኪዳን ዘሎ ከዓ ወዲ ሰብ ከዓ እ ኣብ ኪዳን ተመፅኦም ከዓ ንእግዚኣብሔር ረኽብዎ እግዚኣብሔር ኣበይ ዝርከብ ኣብ ኪዳን ስትበሉ ኣብ ኪዳን ፅቡቅ ገይሩ ክረደና እዩ ኣምላኽ ተመስገን ይኹን ወይ ከዓ ክረድኣና እዩ ስለዚ እምበኣር እዚ ርእሲ ኩሉ ኪዳናት እዮም ብዙሕ ኪዳን ዘሎ መጽሓፍ ቅዱስ እዚ ግን ርእሲ እየ ዝበለኹ መዛዘሚ ኮንሲል ዝገብር ንኩሉ ዝሓለፈ ኪዳን ዝበሃል መጽሓፍ ቅዱስ ንፈልጦ መዛዘሚ መዕለቢ ዝገብረሉ እዚ ኪዳን እዩ ኣብዚ ዝተፈጸመ እዩ ስለዚ እምበኣር እግዚኣብሄር ናይ ኪዳን ኣምላኽ እዩ ካብ በልና ፕላስ ኪዳን ክጅምር ከዓ ሰብ ኣይኮነን እግዚኣብሄር ጅምሮ ኪዳን ኮነ ንስኻ ናብቲ ኪዳን ደኣ ንኽትኣቱ ተጀመርካ እምበር ኪዳን ዝጅምር እግዚኣብሔር ባዕሉ እዩ። ኣብቲ ናይ እግዚኣብሔር ኪዳን ክልተ ዓበይቲ ነገር ኣሎ። ሓደ ተስፋ ኣሎ፣ ካልኣይ ከዓ ሪስፖንሲቢሊቲ ዝበሃል ኣሎ፣ ናይ ሰብ ሓላፍነት ኣሎ። ክልቲኦም ማዕረ ይኸዳ። እግዚኣብሔር ነቲ ተስፍኡ ዝኣተዎ በቲ ኪዳን ገይሩ ዝኣተዎ ተስፋ እግዚኣብሔር እሙን እዩ፣ ወዲ ሰብ ከ እሙን ዶ እዩ ዝረትዕቶ ስለዚ ኪዳን ናይ እግዚኣብሔር ተረባሓይ ተጠቃማይ ክኸውን ተኮይኑ ወዲ ሰብ ዝተስፋ ዝኣተወ እግዚኣብሔር ኣብ ቃሉ እሙን እዩ ሬስፖንሲቢሊቲ ግን ናይ ወዲ ሰብ ከዓ እግዚኣብሔር ይደሊ ሓላፍነት ተኣዛዝነት ሕራይ ምባል እወ እዚ ኪዳን እዚ ክሓብሮ ደሊ ኣለኹሉ ንዚ ኪዳን እዚ ምስ ህይወተይ ከወሃህዶ ይደሊ ኣለኹ ኢሉ ነቲ ኪዳን ክነብር ዝደሊ ነቲ ኪዳን ክቕበል ዝደሊ እግዚኣብሔር ከምቲ ዝኣተወ ተስፋ እሙን እዩ ኣምላኽ እሙን እስኪ በሉ ኣምላኽ እሙን እዩ እግዚኣብሔር ተመስገን ይሁን ኣብ መጽሓፍ ቅዱስ ብዙሕ ኪዳን ኣለዎ ካብቶም መይ ዝበሃሉ ኪዳናት ኣብ መጽሓፍ ቅዱስ ኣለዉ ቀዳማይ ናይ መን ኪዳን እዩ ናይ ኣዳም ኪዳን ኣሎ ምስ ኣዳም ዝኣተዎ ኪዳን ኣሎ ምስ ኖህ ዝኣተዎ ኪዳን ኣሎ ምስ ሙሴ ዝኣተዎ ኪዳን ኣሎ ምስ ኣብርሃም ዝኣተዎ ኪዳን ኣሎ ምስ ዳዊት ዝኣተዎ ኪዳን ኣሎ፣ መጨረሻ ኸኣ ሓድሽ ኪዳን ኢሉ ብክርስቶስ የሱስ ዝተኣተወ ኪዳን ኣሎ። ኣብ ነፍሲ ወከፍሲ እግዚኣብሔር ብኪዳን እናገበረ ይመጽ እዩ። ደስ ኣይበለኩም? እግዚኣብሔር ሲ ናይ ኪዳን ኣምላኽ ስለ ዝኾነ ካብ መጀመርያ ፍሮም ዘ ቢግኒንግ በቃ ወዲ ሰብ ክፈጠር ከሎ ብኪዳን እናገበረ እዩ እግዚኣብሔር እ ኢቭን ዘበናት ኩሉ ክውዳእ ከሎ ብኺዳን ገይሩ ዝውድኦ ብኺዳን ይጅምር እግዚኣብሔር ብኺዳን ከዓ ይውድእ ካብ ኪዳን ወፃኢ እ በረከት የለን ካብ ኪዳን ወፃኢ ህይወት የለን ካብ ኪዳን ወፃኢ ሕብረት ዝበሃል የልቦ ኩሉ ባዶ እዩ ኪዳን እንድሕር ሒዙ ሰብ ግን ኣብቲ ኪዳን እንድሕር ኣትዩ ግን እ ተጠቃማይ ተረባሓይ እዩ። እግዚኣብሔር ህያው እዩ። እግዚኣብሔር እሙን እዩ። ጎይታ ይባረክ። ስለዚ እምበኣር ኪዳንና ኩሉ ግዜ ንሕና ንዓና ዝኣተወልና ቅድሚ ምዝራበይ እዚ ኪዳን እዚ ቀንዲ ዕላሙ እንታይ እዩ? እንታይ እዩ ዕላ- ኪዳን ዕላሙ? ትፈልጡ ድኹም ሓንቲ ነገር ሓንቲ ምስጢር ነገርኩም እዩ። ናይ እግዚኣብሔር ኪዳን ቀንዲ ዕላምኡ መንግስቲ ትበሃል ንምትካል እዩ፣ ካልእ ኣይኮነን። ናይ እግዚኣብሔር ኪዳን ካብ መጀመርያ ኪዳን ምስ ኣዳም ክጅምር ከሎ ጀሚርኩም ኢብን ብጎይታና የሱስ ክርስቶስ ህጂ ዝኣተወ ኪዳን ትርኩም መዕለቢኡ መወዳእታ ታርጌቱ ናይ እግዚኣብሔር ኣምላኽና መንግስቲ እስኪ በሉ መንግስቲ እዩ ብኣዳም ተበልካ ግዛእ ሓልወ ምለኽ ዕሄ እናበለ ኩሉ ክጅምሮ ከሎ ከምኡ ኢሉ ድሃር ግን ኣብ መንጎ ደባልኹም ብምክንያት ውድቀት ብዓል ኒምሮድ መንግስቲ ተኺሎም እግዚኣብሔር ኣይደለያን ኣይፈተውን ካብ መንግስቲ ኮሚሽ በዓል ኒምሮር ግን ግና ናብ ገጥ ምድሪ ፋሕ ካብ ንብልሲ ሰማይ ጠቀስ ኣለኒ ስምና ከዓ ነፀውዕ ኢሎም ባበል ባበል ማለት ማለት እዩ ባበል ማለት ኮንፊዥን ማለት እዩ እግዚኣብሔር ከዓ ቋንቋም ድብልቕልቕ ኣቢሉ በትን ሓዲጎም ከምትን ዝመደቦ ደሓር ጸኒሕሉ ግን ናብርሃም መጽእ ድሕሪ ኖ ናብ ኣብርሃም መጽእ ናብ ኣብርሃም መጀመርያ ሮም ዝኣተወሉ እንታይ እዩ ከምዚ ሓካ ኤሉ ምዕራፍ 17 ዘፍጥረት ኣልገባብ ኢሉ ከዓ ካባኻ ነገስታት ክወፅም ኢልዎ መንግስቲ እንዲ ዕላሙ እግዚኣብሔር ነገስታት ካባኻ ክወፅም ኢልዎ ናብ ሙሴ ምስ መፀ ከዓ ኣብ ምድረ በዳ ምስ በፅሑ እንታይ ኢልዎም? መንግስትን ካህናትን ክትኮኑን ኢኹም ከዓ ኢልዎም። ናብ ዳዊት መፅኡ ነታ ሰማያዊት መንግስቲ ልክዕ በቃ ንዓኣ ከም ፅላሎት ትገልፅ መንግስቲ ሃ ንዳዊት መንግስቲ ፕሮሚስ ኣትሉ ናይ ዘለዓለም መንግስቲ እያ ወረ ናትካ መንግስቲ ኢልዎም ዳዊት ኣይገርመኩምን? ምክንያቱ ናይ ጎይታና የሱስ ክርስቶስ ሻደው ፅላሎት ስለዝኾነ እዩ። ብኢየሱስ መጺ ከኣ ጎይታና ኢየሱስ ክርስቶስ ምጽእ ምስ በለ እንታይ ኢሉ መንግስቲ ኣምላኽ ቀሪባ እያ ተነሱ ኣነ ደስ ትብለኒ ክነግረኩም ሕጂ ጎይታ ተዛረባ ኢሉ ክነግረኩም እንታይ ኢሉ ምስልኩም ኣታ ሒደት መጓሰ እስኪ ኣታ ሒደት መጓሰ በሉ ኣታ ሒደት መጓሰ እግዚኣብሔር ኣቦኹም መንግስቲ ክህበኩም ፍቓዱ እዩ ፈትዩ በቃ ንዓኹም ዝጸዋዕኩም ሲ ኪንግደም ዝበሃል ክህበኩም ስለ ዝደለ ኢልዎም ምድሓን ንዓኻ ሂቡ እኳ ዘሎ ንዓይ ምድሓን ሂቡ ዘሎ ንሕና ምድሓን ንብሎ እንታይ እዩ ናይ ዘለኣለም ህይወት ምሽ የስ እታ መንገዲ ንስያ ኪዳን ናይ ዘለኣለም ህይወት ወይ ከዓ ኪዳን ምድሓን የምፅእ እታ ምድሓን ምስጢር ከዓ መንግስቲ መታን ክትወርስ እዩ መንግስቲ መታን ክትከውን እዩ ህዝቢ መታን ክትከውን እዩ ኪዳን እንታይ ምፅኡ መብዛሕትኡ ግዜ ንሕና ንዛረበታ ኢና ድሒና ድሒና ድሒና እሞ እንታይ ኢኻ ድሒንካ እታ ዘላ እግዚኣብሔር ፕሮግራም ገይርዋ ዘሎ ናይ ዘለዓለም መንግስቲ መንግስቲ ክርስቶስ ንዓኣ መታን ክተወሳኩ እዩ ኣብ ትሕቲኣ መታን ክትከውን ክዩ ምስኡ ንዘለዓለም ክትነግስ ክዩ ሰማሚዕና ዶ ናይ እግዚኣብሔር በቃ ቀንዲ ዕላሙ መንግስቲ ትበሃል ኣላ በቃ እታ መንግስቲ እቲኣ ጥራይ ከዓ ኣምላኽን ሰብን ብሓንሳብ ክነብሩላ እግዚኣብሔር ወሲኑ ዘሎ ስለዚ ኣብዛ መንግስቲ እዚኣ ሰብ ክኣቱ እንድሕር ኮይኑ እ ኪዳን ዝበሃል ነገር እዩ ዘድሊ ቀዳማይ ኪዳን ይሓስካ ናብዛ መንግስቲ ኣየእተውን ኣይፍቀድን ናይ መሽሙ ትፈልጦ ኣለኹም ናይ ኒቆዲሞስ ዮሃንስ ምዕራፍ ሰለስተ ዘሎ ካብ ላዕሊ ተዘይተወሊድካ መንግስቲ ኣምላኽ ኣይትሪኣን ኢልዎ ኣግብ ኣቢሉ ክልተ ጥቕሲ ካብ ኣውሪዱ ዝኣትዋ የለን ከዓ ኢልዎ መሊሱ ቦርን ኤጌን ክርስቲያን ጥራይ እዩ ናይ ክርስቶስ መንግስቲ ዝኣቱ ኣብ ዘመን ኣብ ዘመን እዚ ኣብ ዘመን ምሕረት እዚ ኣብዚ ናይ ቸርች ግዜ ይኹን ኣለኹም ዘመን ምሕረት ዝበሃል እዚ ሓድሽ ኪዳን እዚ ዘመን ምሕረት እዩ ዘመን ፀጋ እዩ እዞም ኣብዚኣ ዝደሓኑ ሰባት ንሶም ጥራይ እዮም ቦርን ኣገይን ተኾይኖም ጥራይ እዮም መንግስቲ ኩላ ሰብ ክርስቲያን ትብል ኣላ ኩላ ፋስጋ ተባሂሉ ተብዕል ኣላ እቲ ፋስጋ ግን መንግስቲ እምፅኡ ዘሎ ናብታ መንግስቲ የሱስ ጎይታ እዩ ኣብ ዘመን ሓድሽ ኪዳን ክትህሉ ትኽእል ኢኻ ኣብ ውሽጢ ሓድሽ ኪዳን ግን ከይትህሉ ትኽእል ኢኻ ኩሉ ህዝቢ ዓለም ሰቨን ቢልዮን ህዝቢ ዓለም ዋላ ኤይት በልዎ ኣብ ዘመን ሓድሽ ኪዳን እዩ ዘሎ ኣብ ውሽጢ እቲ ኪዳን ግን ኣይኣተወን ገና ኪዱ ጎጉል ደቸ ክበርዎ ክንደይ ኣመንቲ ኣለዉ ዓለም ክልተ ነጥቢ ገለ ቢልዮን ሽዱሽተ ቢልዮን የለን እዚ ጸብጻብ ናይ ናይ ቤተክርስትያናት ጸብጻብ ናይ ዓለም እዩ ዓለም ዝህቡ ኣለዉ ጊደወን ጊደወን ገለ ትብል ኣላ ናይ ሙሉእ ምንቅስቃስ ናይ ኣመንቲ ኣብ ዓለም ዘሎ ዝስደዱ ዝቕተሉ ገለ ዝኾኑ ኩሉ ኤቭሪቲንግ ፀብፃብ ዝህቡ መዓልታዊ ዝህቡ እዮም ክልተ ነጥቢ ሓደ ግን ክልተ ነጥቢ ክለ ክልተ ቢልዮን ጥራይ ኣመንቲ እቶም ቦርን ኤጌን ዝበሃሉ እዛ ኩልና ካልእ ግን እዛ ሕጂ ፋሲጋ ተውዕል ዘለ እያ ትማሊ ፋሲጋ ነይሩ ይነበረን ነይሩ ብቕትማል ነይሩ ይነበረን ነይሩ ዝሓለፉ ሰሙን ፋሲጋ ነይሩ ይነበረን ዝሓለፉ ወርሒ ኸ ነይሩ ፅባሕ ከ ኣንታ ፋሲጋ ኩሉ ግዜ እዩ ፈሊኻ መዓልቲ ዝወሃብ ፋሲጋ የልቦን። ፈሊኻ መዓልቲ ፋሲጋ ዝያያ ደልካ ግን ኣብዚ ኣብ በዓል ኣትኻ ኣለኻ ኣብ በዓል ኣብቲ ፍሪዶም ኣብቲ ሓርነት ዘይኮነ ኣብ በዓል ንሕና ኣመንቲ ክርስቲያን ቦርን ኤገይን ዝተወልና ክርስቲያን ነብዕሎ በዓል ፋሲጋ እቲ ሜንታሊቲ ናህና ህይወት ስለ ዝረኸብና እዩ ኣብቲ ካሊእ ወፃኢ ዘሎ ግን ኣብቲ ካብቲ ቦርን ኤገይን ወፃእ ዘሎ እኮ ብምክንያት እዚ በዓል እዚ እኮ ክንደይ ዕብዳን ክንደይ ስኽራን ክንደይ ዝሙት ክንደይ ሓደጋታት መኪና ክንደይ ገለ ቁሑ ፍፀሎም መዓልቲ እኮ ንስኻ ግን ኣተኾንካ ግን ተመስግኖ ኣለኻ ኣይግበርን ኣይግበርን እስኪ ፋሲካ ተብዕል ከለኹም ቀረብ ሪእዎ

ኣንታ መን እዩ ፈጊእኒ ትብል ተፈጊኻ ከለኻስ መን ፈጊእኒ ኢልካስ ንፅባሓይቲ ንጎ እንደገና ከዓ ክሰክር ትደሊ ኣነ ዝኩም ክትብሎ ዘለኹ እዚ መፅሓፍ ቅዱስ ይብል ኣይብልን ምሳሌ ምዕራፍ ሰላሳ ንሪእዎ ንብርለሲ ኣብ መውዕወዑ ኣይት- ኣይትጠምቶ ኢሉ መወዕወዕታ ማለት እዩ ኣድበርታይ ማለት እዩ ንብርለ

ሓወይ መንግስቲ ኣምላኽ ብብልዕን መስተን ኣይኮነትን ብመንፈስ ቅዱስ ሓጎስን ሰላምን ጽድቅን እያ መጽሓፍ ቅዱስ እቲ ሓጎስን ሰላምን ጽድቅን ተቐቢልካ ለ እንተዘየለ ግን ወይ ንበረሉ ካቲካላ በሎ ስዋ በሎ ድቋ በሎ ብኡ ዝበዓል በዓል ናይ ክርስቶስ የለን እኳ ዳ በንጻሩ መጺጽ ዘበለሲ ካብ ቤትኩም ኣውጹ ኢሉ ክርስቶስ ፋስጋና ተሰዊኡ እሞ ኢሉ ከምቲ ዘይምጹጻቕ ዝኾንኩም ብዘይመጸጸ በዓልና ነብዕል ታማን ግነዘ እዚ ናህና እዚ በዓልና እዚ ኢና ዓና ዝሕዘለና እዩ ኣንቱም ቡሩኻት ባዓልና እዚ ሕጂ ዘለናዮ እዩ ንሕና ንባዓልና ግን እብለኩም ኣለኹ ናይ ካሊእ ካብ ዝወፃኢ ግደፍዎ ንሕና ንባዓልና እዚ ባዓል ክነብዕሎ ከለና ማለት እዚ ንሕና ናይ ክርስቶስ ፋሲጋ ክንዝክር ከለና ዋላ ሲ መታልኩም ሓንቲ ነገር እንድሕር ፌል ጌርና እብለኩም ኣለኹ እቲ ፋሲጋ ከምቲ እግዚኣብሔር ዘርኢ ፋሲጋ ኣይኮነን ዝበዓል ዘሎ ማለት እዩ ንስኻ እንታይ እዩ ብዘይ መጸጸ በዓልና ነብዕል ንሱ ከዓ እከይን ሕሰምን እዩ እከይን ሕሰምን እንድሕር ሃልዩ ጽልእን ባእስን ቂምታ እንተሃልዩ ፋስጋ ናይ ክርስቶስ ክተብዕል መሰል የብልካ ምጸትካ ወሲድዎ እንድዩ ኣብዚ ሕጂ እንደገና ድሕሪ መጢጥካ ግን መጢጥ ሒዙ ፋስጋ ከብዕል ዝመጠ ክትውቆስ እያ ተነብሲ ኢልዋ መጽሓፍ ቅዱስ ንዓና ብምሕረቱ ከሊሉና እሞ ምጸት ኮልና ኩና ናይ ክርስቶስ ትንሳኤ ነብዕል ኣለና በቲ ሃይማኖት ሜንታሊቲ ነብዕሎ ፋሲጋ የለን ንሕና ብክርስቶስ ሓራ ዝወፀና ሰባት ኢና ሓቀይ ንብሃ ግናኸ እዚ ሓድሽ ኪዳን ብደመይ ኢሉ የሱስ ናይ ሓድሽ ኪዳን ዝፈስ ዘሎ ደመይ እዩ እሞ ከመይ ግን ደኣ እዚ ነዘን ኩለን ዝነገርኩም ኪዳናትሲ ከመይ ገይሩ ርእሲ ኪዳናት ኮይኑ እዚ ከመይ ገይሩ መዛዘሙ ኮይኑ ከመይ ገይሩ ብሉፅ ኮይኑ ሎሚ ሓንቲ ንሱ እየ ዘካፍለኩም ኣነ ሕጂ ልዕ- ካብ ካብ ዕብራውያን ከይወፀና ሽዱሽተ ሸውዓተ ነጥቢ ብሉፅ ምዃኑ እዚ ኪዳን እዚ እዚ እግዚኣብሔር ዝኣተዎ ኪዳን ብክርስቶስ ኢየሱስ ዝተኣተወ ንዓና ኪዳን ኣዝዩ ብሉጽ ኪዳን ምዃኑ ኣዝዩ እንታይ ምዃኑ እስኪ ብሉጽ ኪዳን በሉ እዚ ብክርስቶስ ኢየሱስ ዝተባዕለ ውዕለት መስቀል ኢልኩም ኣለኹም ርእሲ ኩሉ ኪዳናት እዩ መዛዘሚ ኩሉ ኪዳን እየ ምቕሎ መዛዘሚ እዩ ናይ ድሌት ካብ ኪዳን ካብ ብሉይ ኪዳን ኣውጺኻ ተዛረብ ስበኽ ብዘየገድስ መዕለቢኡ ግን ሓድሽ ኪዳን ብምባሉ ነቲ ብሉይ ኣዕረጎ እቲ ብሉይ ከኣ ወይ እቲ ኣረጊት ንጥፍኣት ቀረባ ኢሉ መጽሓፍ ቅዱስ ከምኡ ዶ ኣሎ ዝብል መጽሓፍ ቅዱስ ኣዕሪግዎ እግዚኣብሔር እንታይ ማለት እዩ ኣዕሪግዎ ቅልል በዝነገረኩም ብቕልል ሲምብል ክነገርኩም ኣእሪግዎ ማለት ኣብዚ ሕጂ ካረንት ኣብዚ ሕጂ ዘሎ ሲስተም ኣብዚ ሕጂ ዘሎ ግዜ ፓስወርዱስ ሎክድ እዩ የብሉ ፓስወርድ ብብሉይ ኪዳን ናብ እግዚኣብሔር ክትመጽእ ክትቀርብ እንድሕቲ ድኻ ብብሉይ ኪዳን ምስ እግዚኣብሔር ሕብረት ክህልወካ ተኮይኑ ፓስወርድ ዓጺዋ እግዚኣብሔር ብብሉይ ኪዳን ናብ እግዚኣብሔር ዝቕረበሉ ዘመን ቅድሚ ክልተ ሽሕ ቅድሚ እዩ ነይሩ ሕጂ ግን ብብሉይ ኪዳን ምስ እግዚኣብሔር ሕብረት ዝምስረት ስለ ዘይከኣል ኣብዚ ካረንት ሲስተም ኣብዚ ካረንት ዘበን ሕጂ ዘለና ናይ ናይ ሓድሽ ኪዳን ዘበን መኾኑ ካብ ፓስወርድ እግዚኣብሔር ዕፁ ኣቢሉ ካሊእ ፓስወርድ እዩ እዚ ኪዳን እዚ ካሊእ ፓስወርድ ዘለዎ ትበሉ እሱ ከዓ ኢየሱስ እዩ ካብ ፓስወርድ ኢየሱስ ጥራይ ካሊእ ፓስወርድ የለን ስለዚ ኣዕርቦ ማለት እንታይ ማለት እዩ? በቃ ዲስፋንክሽናል ገይርዎ ማለት እዩ። በቲ ቅድም ዝነበረ ኪዳን በቲ ዝሓለፈ ኪዳናት ምስ እግዚኣብሔር ሕብረት ክህልወካ ኣይክእልን እዩ። በቲ ዝሓለፈ ኪዳናት ምስ እግዚኣብሔር ክትዕረቕ ኣይትኽእልን ኢኻ። ምስ እግዚኣብሔር ወክ ክትገብር ኣይትኽእልን ኢኻ። ኩሎም ንሳቶም ጽላሎት እዮም። ስጋ ግን መን እዩ? ክርስቶስ እዩ ጎይታ ክርስቶስ። ንሕና ጎይታ ረድእና እታ ፓስዎርድ ተዋሂብና ኣላ ሕዝናያ ኣለና እታ ፓስዎርድ ሕጂ ኣብዚኣ ዘለና ኩልና ፓስዎርድ ኣለና ናይ ሓድሽ ኪዳን ፓስዎርድ ኣለና ናይ ክርስቶስ መንግስቲ ንምእታው ፓስዎርድ ኣለና እምበኣር ኣቐርቦ ጥራይ ዘይኮነ ኢሉ ንጥፍኣት ቀረባ ኢልዎ እቲ እግዚኣብሔር ቅድም ዘእተዎ ኪዳናት ብምሉ ሲ ብምክንያት እዚ ሓድሽ ኪዳን እዚ ንሱ ንጥፍኣት ቀረባ ኢሉ መጽሓፍ ቅዱስ እንታይ ማለት ንጥፍኣት ቀረባ ንጥፍኣት ቀረባ ማለት ምስ እግዚኣብሔር ሲ ብለካ ኣለኹ ሕብረት ክፈጥረልካ ኣይክእልን ማለት እዩ ንሕና ዋላ ኣመንቲ ተባሂልና ሓደ ነገር ክፈልጦ ዝግበኩም ምዃት ኣብቲ ንሕና ብናይ ሃይማኖት ነገር ዲና ንሓልፎ ዘለና ወይ ትኽያምሲ ብሃይማኖት ነ ብትርእስና ዘሎ ወይስ ብሓርነት ብሂወት ከም ዝረኸብና ጌርና ኢና ኩሉ ግዜ ስለ ዝሓለትኩም ዘይኮነሲ ኣብ መዓልታዊ ሂወትካ እቲ ኪዳን ሂወት ከም ዝረኸብካ ጌርካ ድኻ ተስተማቕሮ ዋላስ ምኽንያቱ ካበይ ከም ዝመጸና ንፈልጥ ኢና ምሽ ብናይ ሃይማኖት ረሊጅን ተታሓሒዝና ስለ ዝመጸና እብለኩም ኣለኹ ሕጂ ንኣብነት ኣብ ከባቢና እዚ በዓላት ክበዓል ከሎ ናትካ ነገርከ ናትካ ነገርከ ፍልይ ክብል ክኽእል ኣለዎ ትማሊ ሓንቲ ሓፍትላ ትምህርቲ ወደ መዝሙር ዝምህር ሓንቲ ጓል ኣላሲ ኣብ ሊብያ ትሽዓተ ወርሒ ኣየር ኣብ ጎይታ ትፈልጡ ዓዲ መውን እሲ ክኸይድ ይፍቀደኒ ኣይፍቀደኒ ናሃኒ ኣነ ብዓቕሚ መልሰ ኣለኹ ኣብ ዘሎ ሓቕ ፀዊዖምን ኣለዉ እንታይ እንታይ ገለ የረዳእ ነይረ ተገሪማ ንሓን ነገር ረሲዐ ክነገር ከዘክረኩም በዓል ፍሬ ሓፍትና ናብ ጎይታ ክመጻ ከሎሲ ሓንቲ ሕቶ ሓታለ ትዝክራ ትዝክራ ኣይፈለጥኩም ኣብቲ ዓዲ ዝነበረቶ ጥምቀት ነይሩ ጥምቀት ክንከይድ ይፍቀድና ዲ ኣይፍቀደና ክንከይድ ዶ ክንተረፍ እዛ ሕቶ እዚኣ ክትሓተኒ ዝከይድ ይፍረድ ሓታኒ ክልተ ነገር ክነገረከ ኢለ እንድሕር ተሪፍኪ ዋጋ ከክፍለኪ ትኽእል እያ ድኺ ተነፅሎ ዝበሃሉ ኣሎ ገሮም መፅኦም ከዓ እዚኦም ብሃይማኖት ሃይማኖታት እያ ተሪፋ እንታይ ደገዶ ዝበሃል መዓት ዘረባታት ክመፅ እዩ እንተ ከይድኪ ከዓ ማስ ክትምስክሪ ኣለኪ መፅሓፍ ቅዱሳዊ ከም ዘይኮነ ዘክርተ ኢና ነጊርና ጎይታ ባረክ ተሪፎም ከካ ተሪፎም ዮርዳኖስ ምስ ታንግርና ሽዑ ኩሉ ኣሽቢ ክኾን ማለት እዩ ሕቶ ክፈጥር ማለት እዩ እሽሪ ከለኻ ምፍላይካ ክተሪኦም ኣለካ ይላብ ዘም ተፍቅሮም ኻ ነፍቅሮም ኢና የስ ሳሙ ክርስቶስ ኢልና እንዲያ ነፍቅር ኢና በቃ ግን ኣብቲ ክሕበር ዘይግብኦ ግን ኣይትሓብርን ኢኻ እሞ እዚ ኪዳን እዚ ደኣ ርእሲ ዝኾነሉ ምኽንያት ደኣ ቀንዲ ዕላምኡ እንታይ ኢልኩም ክንከይድ ናብ መጽሓፍ ቅዱስ ከም ዝምህረና ኣምላኽ መስገን ቀዳማይ ካብ እብራውያን መብዛሕትኡ ንትጠቕሱ ዛረቦ ምዕራፍ 12 ቁፅሪ 24 ከይድኩም እንተደኹሞ ዝሓሸ ደም ይብል መጽሓፍ ቅዱስ ኣብኡ ከይድኩም ኩሉ ተንቢብና እቲ ግዜ ሕንቐት ምእንቲ ዝሓሸ ደም ሎ ዝሓሸ ደም ካብ ናይ መን ካብ ናይ ኣቤል ዝሕ- ዝሓይሽ ደም ኢልዎ ዝሓሸ ደም ናይ ኣቤል ደም እንታይ እዩ ዝገብር ናይ ኣቤል ናይ ኣቤል ደም ይጠርዕ ሕነ ዘይትፈደየለ ኢሉ ዝጠርዕ ናይ ኣቤል ደም ናይ ዘምን ፍለየለይ ሕነ ዘይትፈልየለይ ደም ሓውኻ ይጠርዕ ኣሎ ኮይ ኢሉ ንቃየል ደም ኣቤል እንታይ ዝብል ሕነ ዘይትፈልየለይ ዝብል ዝሓሸ ደም ዝኸ እዚ ከ እዚ ዝሓሸ ሰብ ኣብ ዝፈሰኸ ዝገብሩ ኣይፈልጡን እዮም እሞ ይቕረ ግበረሎም በደሎም ኣይትሓዘሎም ምሕረት ግበረሎም እዩ ዝብል ኣብ ዝፈሰደ ናይ ኣቤል ሕክምታ ግን ሕነ ፍለየለይ ኣብቲ ናይ መወዳእታ ዘበን ኣብ ራእይ ዮሃንስ ምዕራፍ ሓሙሽተ ምዕራፍ ሽዱሽተ ከትበኢኹሞ እንታይ እዮም ዝብሉ መጽሓፍ ቅዱስ ሕነ ደምና ዶ ኣይትፈድየልናን ኢኻ ኢሎሞ ንእግዚኣብሔር እተሰውኡ ኣብቲ ናይ ጸሎት ክርስቶስ ግዜ ዝተሰውኡ ንሳቶም ኣብቲ መሰውኢ ኣብ ላዕሊ ምስ ተረኸቡ መጽሓፍ ቅዱስ ይብል ሕነ ደምና ዶ ኣይትፈድየልናን ኢኻ ኢሎም ምስ ንእግዚኣብሔር ሓተሙ ወዲ ሰብ ሲበካ ኣለኹ ሕነ ፍደየለይ ጥራይ ዝብል በቃ ኣምላኽ የሱስ ከ እንታይ ይብላ ኣሎ ዝገብርዎ ኣይፈልጡን እዮም እሞ እ ምሕረት ግበረሎም እሞ ናይ ክርስቶስ ንሕበና ምሕረት ክትገብር ጥራሕ ኣብ ፅርሕኻ ማለት እዩ ካብ በለ ኣንፃራይ ንሕ ከነሰሲ ነዚኣስ እግዚኣብሔር ከሪአኒ ኣለዎ ኖ ኖ ምሕረት ግበረላ እዚኣስ ትፍደባ ትኸውን ከምኡ ንብል ኣለና እኮ ናብ ርእስኻ ከይትርግጥ ጠበቃ ተጠንቀቕ የርእየኒ እባ ክኸውን እዚኣ ሲ እቲ ታሪክ የንቐፅል ድማ የርእየኒ ኸውን ኣየርእየካን ድሕሪ ኣርእየካ ከዓ እቲ ክፉእ እቲ ክፉእ እዩ ምክንያቱ እግዚኣብሔር ንዓኻ ክብል ኣየርእየካን እዩ እግዚኣብሔር እ ሕነ ዝፈርድ ኣምላኽ እዩ የስ ንስኻ ግን ምሕረት ትገብር ተኾንካ እዩ ኣብ ክንዳኻ ሕነ ዝፈርደልካ የርእየኒ እባ ኸውን ተልካ እኮ ሕነ ኢኻ ትብል ዘለኻ ክትገብር ዓቕሚ ሲንካ ኣለኻ ግን እቲ ኣብኡ ወይ ኣብኣ እቲ ውድቀት ግን ትሪኦ ትደልዮ ኣለኻ እግዚኣብሔር ተብለካ ይባል ወይ ከዓ ሓምሳ ኩኑ ኣብ ልዕሊኡ ኣብ ልዕለኻ ሸቂጥና ደም የሱስ ክርስቶስ እንታይ ዝብል ምሕረት ግበረሎም እዩ ዝብል ኢየሱስ ጌታ እዩ። ኣምላኽ ይመስገን። ስለዚህ እምበኣር ኣብ ኣብ ብሉይ ኪዳን ዝፈሰሰ ደም ተሪኹሞ ኩሉ ኣገልግሎት ቤት መቕደስ እቲ መሳርሒ ተበልኩም ጭሕሎታት ተበልኩም ፋርኬታ ተበልኩም መፅሓፍ ተበልኩም ኢብን ቶም ሰባት ኢብን ተካህን ብምልኦም ኢብን ንሳቶም ብደመን ተቐዲሶም እዮም ሓቁንስ በቲ ዝንፀግ ዝነበረ ደም ገንሸን ይቕደሱ ነይሮም ብሉይ ኪዳን ንባዕሉ ሲ ብደም ዝተቐደሰ ኢልዎ ሓቁንስ እንታይ ደኣ ተደይተልካ ዝበለፀ ደም እስኪ ዝበለፀ ደም በሉ ዝበለፀ ደም እዚ ደም እዚ ክገብሩ ከለዉ ንሳቶም ፀላሎት ናይ ጎይታና የሱስ ክርስቶስ ስለ ዝኾነ ፈፂሙ ግን ኣይቅድሶምን ነይሩ ትፈልጡ ድኹም ኣብ ብሉይ ኪዳን ዝፈስ ነበረ ደም ፓስተር ኣየምጸኹምን እኮ ነይሮም ካቨር ዝገብርሎም ጥራይ እኮ ኣብ ብሉይ ኪዳን ዝፈሰሰ ልብሲ ኢልኩም ኣለኹም ኣየንጽህን እዩ ንምንጻህ ሓይሊ የብሉን እንታይ ዳ ዝገብር ካቨር ዳስዋይ ሳልሳን ኣርባዕተን መዘሙር ዳዊት ዳዊት ኣይሉ እግዚኣብሔር ሓጢኣቱ ዘይጥጥወሉ ኣብ ሰኡ እትኸደነሉ ሰብ ትኸደነሉ ሰብ ካቨር ዝኾነ ሰብ ቡፅ ኢሉ ተኸዲሉና ጥራይ እዩ እግዚኣብሔር ሲ ክድን በስላሴ በቃ ክድን ጥራይ ብልና ኣብዚ ምስ መጣኻ ግን ውሽጢ ኣትየፅረካ ካበር ኣይኮነን ዝገብረካ ካብ ውሽጥካ ጀሚርካ ገብረካ የንጽሃካ ዛስዋይ ብስም የሱስ ክርስቶስን ብመንፈስ ቅዱስን ተሓጺብኩምን ጸዲብኩምን ተቐዲስኩም ኣለኹምን ዝብል ቀዳማይ ቆሮንቶስ ደም የሱስ ክርስቶስ ርእሲ ኩሉ ዝኾነሉ ምክንያት እንታይ ጌርኩም ንሰብ የንጽሆ እዩ ንሰብ ይቕድሶ እዩ ደሙ ናይ ጎይታና የሱስ ክርስቶስ ህያው ደም ስለ ዝኾነ እታ ናይ ሓቂ ደም ስለ ዝኾነ ነዚ ኪዳን እዚ ርእሲ ክገብሮ ኢሉ ማለት እዩ እቲ ቀዳማይ ፍሉይ ዘብሎ እንታይ ማለት እዩ ደም የሱስ ክርስቶስ ናይ ሓድሽ ኪዳን ዝፈሰሰ ደመይ ኢሉ መጽሓፍ ቅዱስ ነዚ ቀዳማይ እንታይ ብላ ኣለዉ እስኪ ደም በሉ ደም ጎይታ ትባረኽ እምበኣር እዚ ደም እዚ ብሩኻት እዚ ደም እዚ መታን ክንቅደስ እንድሕር ኮይኑ ኣብ መፅሓፍ ቅዱስ ከም ዝብል ኣምልኮ ኣለኹ ብመጋረጃ ስግኡ ዝቐደሰልና ሓዳሽን ህያውን መንገዲ ይብል ብመጋረጃ ስሙ ዝቐደሰና ኣየናይ እዛ ደም እዚኣ እኮ ድማ ኣለኹም እዛ ደም እዚኣ ልክዕ ኣብዚኣ ክትፈስስ ኮልና ብኻልእ ኣዛረባ ጎይታና ስጋ ስቡኡ ብዚ ክስቀል ከሎ እንታይ ተፈፂሙ ኣብ ቤተ መቅደስ መጋረጃ እንታይ ኮይኑ ተተርቲሩ ካብ ላዕሊ ናብ ታሕቲ እዩ ተተርቲሩ ብታሕቲ ከይትብል ብታሕቲ ኣብ ላዕሊ ላዕሊ ከምዚ ኣብ ዓድና ዓለባ መቴሮም ክብሃ ከለዉ ጨረር ኣቢሎም ቀድዎ ብታሕቲ ምሽ እዚ ግን ካብ ላዕሊ ተቐዲዱ ንታሕቲ መጋረጃ ኣብኡ ዝተቐደሉ ምኽንያት ናይ ምንታይ ጽላሎት እዩ? ናይ ምንታይ እዩ? ናይ ጎይታና የሱስ ክርስቶስ ናይ መስቀል ስግኡ እዩ። ብመጋረጃ ስግኡ ዝቐደሰልና ህያውን ሓዳሽን መንገዲ እቲ መጋረጃ ኣብ ቤት መቕደስ ነበረ ከይተኣቱና እዚኣ ሓደ ሰብ ክሓልፍ ኣብ ዓመት ሓደ ግዜ ኣሮን እቶ ይፍቀደካ እዩ ኣብ ዓመት ሓንቲ ግዜ ካልእ ግን ናብቲ ገጹ ክጥምት ነዚ መጋረጃ ሒዙ ገሊሁ ክርኢ ክጥምት ኣይፍቀደን ኣብ ኣይረኽባ ኢየሱስ ክርስቶስ ግን ብመጋረጃ ስግኡ ግን ኢልወና ሓዳሽን ህያውን መንገዲ ዝብል እታ ኣብ ኢየሩሳሌም ዝነበረት ቤት መቕደስ ናብ ኣደ ኮነ ደሙ ናበይ ኣትዩ ናብ ሰማይ ስክበሉ ኣሮን ደም ሒዙ ናብ ቤት መቕደስ ውሽጢ መጋረጃ ይኣቱ ነይሩ ናይ ዮሴፍ ጎይታ የሱስ ክርስቶስ ደም ምስ ፈሰሰ ግን ስብ ኢለ በቃ ብቕጥበት ናብ ሰማይ ዘላ ቤት መቐደስ ይኣቲ እቲ ደም ዳስዋይ እምበኣር ኣነን ንስኹምን ብእዚ ደም እዚ ኣክሰስ ናብ ኣምላኽ ኣክሰስ ረኪብና ዘለና ናብ ኣምላኽ ንምቕራብ ምስ ኣምላኽ ይሄን ምሄን ፐርሰናል ብውልቂ ንምርኻብሲ መንገድን ደገን ዝተኸፈተልና ማለት እዩ ምስ ኣብ ቆሮንጦስ ተሪኽሞ እንታይ ኢሎም መፅሓፍ ቅዱስ መጋረጃ ኣብ ልቦም ዝርጉሓሉ። ሎሚ መጋረጃ ኣብ የሩሳሌም ዘይኮነ ዘሎ ኣብ ልቢ እዩ ዘሎ ሎሚ። ኣባኺ ኣባኻ ግን እዚ መጋረጃ እዚ የለን። ኣሜን እስኪ መጋረጃ ኣባይ የለን በሉ እስኪ። መጋረጃ ኣባይ ናብ ክርስቶስ ምስ ተመለሱ እቲ መጋረጃ ካብ ልቦም ክቕደድ እዩ ዝብል መጽሓፍ ቅዱስ። ናብ ኢየሱስ መጸ መጋረጃ ካብ ልቡ ይቕደድ። ናብ ኢየሱስ ኣምጣኻ ግን እቲ መጋረጃ ተሰጢሑ እዩ ዘሎ። ተሰጢሑ መጋረጃ ኣብ ልቢ ነፍሲ ወከፍ መጋረጃ ዓጽይዎ ዘሎ ዳስዋ መጽሓፍ ቅዱስ ናብ የሱስ ተመጺኻ ኣምላኽ ዝዓለም ዚኣሲን መታን ከይደ ንወንጌል ኣሚኖ መታን ከይደሕምሲ ኣእምሮ ተግሮም ኣዕውዶም ኣለሉ ናይ ብርሃን ወንጌል ድሕር ተቐቢልካ ግን ውሽጢ ልብኻ ይኣቱ እሞ ነቲ መጋረጃ ቅንጥጥ ኣቢሉ መጋረጃ ምቕዳድ ማለት ቀንዲ ምስጢሩ እንታይ ምስልኩም ናብ ኣምላኽ ብጎይታና የሱስ ክርስቶስ ኣክሰስ ምርካብ ማለት እዩ እታ ፓስወርድ ሰ ከም ድልት እያ ካዳ ኣብቲ ሕጅስኻ ንክርስቶስ ክሓዝካ ንኣምላኽ ዝረኽቦ ሓደ የለን እስኩም ኣለኹም እዚ ትደም እዩ ተቐዳማይ ስለዚ ብእሲ ዘብሎ ዘሎ ንሲ እዩ ካልኣይ እብራውያን ምዕራፍ ትሽዓተ ቁጥሪ ዕስራን ሰለስተን ዝሓሸ መስዋእቲ ይብዎ ደቂ እስራኤል ልዕሊ ሸውዓተ ዝኸውን መስዋእቲ ኣለዎም ዝተኣዘዝዎ መስዋእቲ ዝሓር መስዋእቲ መስዋእቲ እንታይ ሕሩድ መስዋእቲ ምስጋና መስዋእቲ ሓጢኣት መስዋእቲ ብርዒ እዚ ኩሉ ልዕሊ ሸውዓተ ዝኾኑ መስዋእቲ ኣለዎም እዞም ኩሎም መስዋእቲ ብል መፅሓፍ ቅዱስ ነቲ መስዋእቲ ዝቐ- ዝገብር ሰብሲ ትገርሙ እዩ። ነቲ መስዋእቲ ዝገብር ሰብሲ ሕልንኡሲ ንባዕሉሲ እ፣ ፍጹም ኣይገብሮን ኣብ ሕልኑ ዝኸሶ እናገበሮ እቲ መስዋእቲ እናገበሮሲ ሕልኑ ከሶ ንስኻ መስዋእቲ ምስጋና ንኣምላኽ እናቐረብካ ሕልናኻ ከሰካ መስዋእቲ ዓመት ዓመት ዝገብሩ ዝነበሩ እኮ መጽሓፍ ቅዱስ ኣብ ሓሳቦም ፐ ሰናይ ዝበሃል የብሎምን፣ ኣብ ሕልንኦም ከኣ ሓጢኣት ስለ ዘለዎ እዮም ዓመት ዓመት ዝገብሩ ነይሮም። ዓመት መጹ፣ ነታ ዓመት እቲኣ ነቲ ዘቕርቦ ሰብ መስዋእቲ ዘቕርቦ ሰብ ግን ብሕልንኡ ሲ ፍጹም ክገብሮ ዘይክእል ነቶም ዘቕርብዎ እውን ንኣሮን ንባዕሉ እውን ፍጹም ክገብሮ ኣይክእልን እዩ። ኣብ ከምዚ ገጣሚ እምበኣር እግዚኣብሄር እዚ ኪዳን እዚ ክተኽሎ ስለ ዝደለየ እንታይ ገይሩ? ናብ ዓለም ክመጽእ ከለኹ ኢሉ መጽሓፍ ቅዱስ ምሽ ስጋ ኣዳለኻለይ መስዋእቲ ሕሩድን ብልዕን ዝሓርድ መስዋእቲ ኣይደለኻን ስጋ ግን ኣዳለኻለይ ንየሱስ እዩ የሱስ መፅኡ እታ መስዋእቲ ከፊልዋ ዝበለፀ መስዋእቲ መን እዩ የሱስ በዚ መስዋእቲ እዚ ንሓዋሩ ተቐዲስና ኣለና ኢሉ። በዚ መስዋእቲ እዚ ዓመት ዓመት ይኹን ወርሒ ወርሒ ይኹን እ ዝግበር መስዋእቲ ጠጠው ኢሉ ሓንስ ኣብ ናዓሪ ዓፂዋታ ናይ መስዋእቲ ነገር እሞ እዚ መስዋእቲ እዚ ድሕሪ እግዚኣብሄር ንዓና ሰው ኢልና እግዚኣብሄር ካባና ፅበ እንታይ ተልኩም ኣንቶም ይብሉ ዝብሉ ተፋለ ይዛረቡ ነይሮም መስዋእቲ ምስጋና ካባና ፅበ እግዚኣብሄር ትስውኦ ገልሸልልህ ትጸምቆ የለ ወይ ትቕጥቅጮ የለ ብናይ ሃይማኖት ሬሊጅን የለኹም ርእሲ የለኹም ኣለኹም እንታይ ሓገብር መስዋዕቲ ምስጋና ንሱ ምልእ መናፍረ ከናፍር ነቕርብ ኢሉ ሓሙስ ንሱ ምልእ መናፍረ ከናፍር ማለት እዩ ተሰው ኢልካ ምዃኑ ተሰው ኢለይ ህይወት ረኺበ እየ ኢልካ ንእግዚኣብሔር ምስጋና ኩሉ ግዜ ተቕርበሉ እዚ መስዋእቲ እዚ የሱስ ክርስቶስ ዝበለጸ መስዋእቲ እዩ፣ ዝሓሸ መስዋእቲ እየ ዝበሎ ዘሎ እሱ እዩ። የሱስ ስለ እተሰውአ እዩ። ቅድም በጊዕ ይስዋእ ነይሩ፣ ሕጂ ግን በዓል ስለ እተሰውአ ሀ፣ ዝሓሸ መስዋእቲ እስኪ በሉ። ዝሓሸ ደም፣ ዝሓሸ መስዋእቲ በፂሕና ኣለና። ሳልሳይ ዝሓሸ ትንሳኤ እዩ። ዓሰርተ ሓደ ሰላሳን ሓሙሽተን ዕብራውያን እዩ ኩሉ እዚ ጥቕሲ ይረኣይ ዶ? ኣንስቲ ሲሉ ብትንሳኤ ምነት ንደቆም እንታይ ገይረናኦም ረኺቦናኦም ንደቆም በቃ ብትንሳኤ ሓቢርናኦም እዚኦም ግን ኢሉ ዝሓይሽ ትንሳኤ ስለ ዝደለዩ ምሕረት ኣይሓተቱን እዩ ተናደስቲ ዝብል ዘሎ ዓሰርተ ሓደ እብራውያን ቁፅሪ ሰላሳ ሓሙሽተ ከይድኩም ተርእሱ እንታይ እያ ትብል ኣብኡ ዘሎ ኣንስቲ መን እየን ብትንሳኤ ዝተቐበላ ናተን ነገር ተቀበልኦ ናተን ፋሚሊ ተቀበልኦ ሲ መን እየን ኣንስቲ እዚኣተን ደኩም ትሓቁ ስ ቀላል እያ እኮ በዓል በዓል ይዛረብ እኮ እዞም ክልተ ናይ ኣምላኽ ሰባት ኤልያስን ኤልሳእን ዝበሃሉ ሪኹም ኣለኹም ኤልያስ ምዉት ኣነሲ ዘሰለ ናይታ ኣብ ሰራቁታ ኣነይን ወደይን በልዕና ክንመውት ኢና ዝበለቶ ዝግሮ ንኹምሽ ወዳ ተሲእላ እዩ ብትንሳኤ ጽላሎት ልክዕ ትንሳኤ ማለት እኮ ኢሎም ኣልኹም ወዳ ብትንሳኤ ተቐቢላ ሓንቲ ሰበይቲ ትንሳኤ እታ ካልኣይቲ ትንሳኤ ከ ኣንስቲ እኮ እየን ብትንሳኤ ብመስሊ ትንሳኤ ምሳለታ ተቐቢለን ዝብ ዘሎ ቃ እታ ካልኣይቲ ከ ኤልሳ ኤልሳ ከዓ እንታይ ኣለዋ ንጋሓሲ ውሉድ የብላን ንዓመታ ኢልዋ ወሊዳ ጸኒሑ ሞይቱ ርእሰይ ርእሰይ ኢሉ ሞይቱ ኣብ ትግራት ኤልሳ ከይዱ ከዓ ኣተሲኡ ብትንሳኤ ከዓ ወድሓ ተቐቢላ እዚኦም ናይ ኣምላኽ ሰባት ግን ይብላ ኣሎ ዝሓይሽ ትንሳኤ ስለ ዝደለዩ ምሕረት ከመን ኣይሓትቱን እዩ ዝሓይሽ ትንሳኤ ብኸመይ ዝሓይሽ ትንሳኤ ዝኸውን ዘሎ ዘይነገርኩም ሓንቲ ቃል ትንሳኤ ብዙሕ ዓይነት ዓይነት ኣተሓሳኣ መንገዲ ዝፈላለ እምበር ትንሳኤ ክልተ እዮም ድሓንቲ ትንሳኤ ቅድሚ ሽሕ ዓመት እያ ድሓንቲ ትንሳኤ ድሕሪ ሽሕ ዓመት እያ ኣብቲ ናይ ሽሕ ዓመት ከይመጸ ከሎ ዘሎ ትንሳኤ ኣሎ ማለኹም እቲ ታህሳኤ ካለ ለኸውን ናይ ቤተ ክርስቲያን ትትስኣሉ ኣሎ ናይ ብድኪና ሰባት ትስእሉ ኣለዉ ኣብቲ ናይ መከራ ናይ ሸውዓተ ዓመት ዝደሓኑ ዝስእሉ ነናት ኣለዎ ግን ቅድሚ ሽሕ ዓመት ምምጽኣ እዩ ቅድሚ ሽሕ ዓመት ዝትስእ ዘበለ ብምሉ ራእይ ዮሃንስ ምዕራፍ 20 ሃይኩም ደርሞ ኣብቲ ቀዳማይ ትንሳኤ ዕድል ዘለዎ ሲዩ ቅዱስን ብፁዕን ኢሉ መጽሓፍ ቅዱስ ቀዳማይ ትንሣኤ ማለት እዩ ቅድሚ ሽሕ ዓመት እንድሕር ተሲኻ ቅድሚ ሽሕ ዓመት ክትስእስ ትበሉ ቤተ ክርስቲያን ቅድሚ ሽሕ ዓመት ክትስያ ድሓር ኣግብ ኣቢሉ ምስ ክርስቶስ ሽሕ ዓመት ክነግስኦ ከዓ እያ ትብለባ ቀዳማይ ትንሳኤ ዕድል ዘለዎ ብፁዕን ቅዱስን ኢልዎ ምክንያቱ ተንሲኡ እግዚኣብሔር ዘተስኦ ዘሎ ንወዲ ሰብ ንምንታይ እዩ ነታ መንግስቲ ንምውራስ እዩ ዳስዋይ ሽዑ ምስ ክርስቶስ ሽሕ ዓመት ክነግሱ እዮም ባይ መጽሓፍ ቅዱስ ስለዚ ዝሓሸ ትንሳኤ ዘብለና ዘሎ ንምንታይ ትርጉም ምስ ክርስቶስ ሽሕ ዓመት ንክትኣቱ ዝተዳለወ መንገዲ እዩ የሱስ ቤት ኣዩ ማርያምን ማርታን የሱስ ምስ ተዛረቡ ማርታ ምስ ምስ የሱስ ተዛረበት መጽሓፍ ቅዱስ እንታይ ይነግረና ብዛዕባ ላዛር ሓዋ ናይ ሞት ናይ ገለም ተዛረበ ምሽ ሓውኩ ክትስ ኢልዋ የስ በት ዝመጽእ ደኣ ናይታ ንእሽተይ ያታ ገዛ ባይብል ስታል ዝነበረት እያ ትምስል ሓወይ እዎ ከም ብድሓር ግዜ ደኣ ከም- ከም ትስእ እፈልጥ እየ ኢላቶ ኣንትና ንሕጂ ኢና ንብል ነይርዋ ኣነ እኮ ትንሳኤን እ ህይወትን ኢልዎ ብኣይ ዝኣምን እንተ ሞተ የሱስ ትንሣኤን ህይወትን እዩ ስለዚ ትንሣኤ ዝሓሸ ትንሣኤ ዝተባህለሉ ምክንያት እንታይ ትልኩ ምስ ክርስቶስ ንዘለዓለም ክትወርስ ስለ ዝኾንካ ንዘለዓለም ክትነግስ ስለ ዝኾንካ እዚ ትንሳኤ እዚ ግን ቅድሚ ሽሕ ዓመት ዘሎ እዩ። ራእይ ዮሃንስ ምዕራፍ ዕስራ ኢልኩም ኣንብቡ። ወራይ ዶ ጥቕሲ ዓሰርተ ሓደ ገለ ከባቢ ኣብቲ ቀዳማይ ትንሳኤ ዕድል ዘለዎ ብፁዕን ቅዱስን እዮም። ምስ ክርስቶስ ሽሕ ዓመት ክነግሱ እዮም እያ ትብል። እቲ ካልኣይ ትንሳኤ ግን ሽሕ ዓመት ምስ ተወድአ እዩ። ሽሕ ዓመት ምስ ተወድአ ጻዕዳ ዝፋን ፍርዲ ይመጽእ። ኩሉ ኣብ መጽሓፍ ህይወት ሽማ ተጻሒፉ ዘይተረኸበት ከከም ግብሮም መጽሓፍቲ ግንጸል ንኹሉ ኣብቅዕ። እንተ ቅድሚ ሽሕ ዓመት ትንሳኤ ዝረኸበት ነፍሲ ግን ብጽእትን ቅድስትን እያ ምስ የሱስ ሽሕ ዓመት ወቅ ትብል ኣሜን ዶ እስኪ ደስ በሉ እንታይ ይባላል ካሊእ ዝሓሽ ተስፋ እብራዊ ምዕራፍ ሸውዓተ ቁጥሪ ዓሰርተ ሸውዓተ ዝሓይሽ ተስፋ ይልዎ

ብተስፋ ከኣ እሙን ምዃኑ መታን ከልኡት እዩ። ብተስፋን ብማሕላን ብክልተ ዘይልወጣ ነገር ገይሩ እዛ ተስፋ እዚኣ እዚኣ ግን ፅንዕ ገይርዎ ኣሜን ደቡኻት ሓንቲ ነገር እዚኣ ልጋብና ሓትት መልሕቕ ንተስፋ ብምንታይ ይገልፃ መልሕቕ ነፍሲ ኢልዋ። መልሕቕ ማለት ኣብ ማዕበል ባሕሪ ጠጠው ምስ በለት መርከብ ንታሕቲ ተደርብዩ ነውነጃው ንኸይዘር ንፋስ ናብ ደለየ ንኸይወስዳ ዝኽልክል ምሽ መልሕቕ ንታሕቲ እዩ። ንኣማኒ ኣብዚ ዘመን እዚ መልሕቑ ሓንቲ ተስፋ ጥራይ እስኪ ተስፋ ይበሉ ተስፋና ከዓ ክርስቶስ እዩ ተስፋ ክብርና የሱስ ክምለስ እዩ ተስፋ ክብርና የሱስ እዩ እዚ ተስፋ እዚ መልሕቕ ናይ ነፍሲ ክትሐጎስ ድኻ ክተብል ድኻ ንኸይትናወጽ ንገነት ኤቭሪቲንግ ዝሕግዘካ እዛ ተስፋ እዚኣ ርዱእ እንትኾንካ ጥራይ ሎሚ ዋላ እንተኾንኩሲ እታ ተስፋ ንሳ እንዲያ ንምውራስ እያ ኮ ፅባሕ ተኸልካ ንዓኣ ንምውራስ እያ እዛ ተስፋ እዚኣ ተፅናዓካ እያ መልሕቕ እያ ተስፋኹም ኣይትደርብዩ ክብል ሓቂ ምስ ተስፋሲ ኣጥዒኹም ሓል ንሳሲ ሸክ ንኸይትኸውን ማዕበላ ክመፅእ ከሎ ኤቭሪቲንግ ገምታት ብዛዕባ መፃኢኻ ብዛዕባ ኩሉ እዛ ተስፋ እዚኣ ግን ንኣማኒ ደው ተብሎ መልሕቕ ናይ ነፍሲ ኣዩ ሓቂ ምስ ሓፂር ተስፋ መልሕቕ ኣይ ስትበሉ ኣምላኽ ይመስገን የሱስ ጎይታ እዩ ካሊእ ዓሰርተ ሓደ ዓሰርተ ኣርባዕተ ዕብራውያን ትሓይሽ ሃገር ከዓ ትብላ ኣለዋ እዋእ እዚ ኪዳን ናይ ኩሉ መዛዘሚ ኪዳን ንብሎ ዘለና ዝሓይሽ ሃገር ኩሉ ናብ ዘለና ለናህና ምድራዊ ሃገር ኣለና ንኣብነት ብሕጂ ክንተ ኢና ዘለና ናይ ኢትዮጵያ ናይ ኤርትራ ሓወይ ካብ ኢትዮጵያ ካብ ኤርትራ ዝበልፅ ሃገር ይፅበየካ ኣሎ ኣሜን ካብ ኣስመራ ካብ ኣዲስ ኣበባ ዝበልፅ ከተማ ይፅበየካ ኣሎ ኣሜን
ንሕና ንን- ንድነቐኩ ዋው ዘ ኣነ ኮ ይረኽቦም ክብሉ ይሰምዕ በ- በዓል ኒው ዮርክ እኮ በዓል ቢሲ እኮ በዓል ገለ ጭሩ በዓልና ትሕገም ከም ኣስመራ እኮ የብልና ኣነ ዘይነግረኩም ምድራዊ እዚ ሓላፊ እዩ። ዝበለጸት ሃገር ዝበለጸት ከተማ ኣላ ኣነስ ይገርመኒ ኣብርሃም ሲ ኣብርሃም ኣብርሃም ሃገር ከም ዝወርስ ፈሊጡ ሲ ኣብ ተንዳ ይቕመጥ ነይሩ ኢሉ መጽሓፍ ቅዱስ እግዚኣብሔር ዝሰርሐኣ ዝደኳንያ ከተማ ኣብርሃምስ ኣብ ድንኳን ኮይኑ ተንበየ። ኣብርሃም ቅድሚ ኣርባዕተ ሽሕ ዓመት ከባቢ ሲ ሃገር ክትመጽኣ ከተማ ክትመጽኣ እግዚኣብሔር ዝሰርሓ ዝኸ- ዝደ- ዘዳለዎ ከተማ ኣላ እሞ ኣነ እየ ዝወርሳ ሳይሉስ ኣብ ድንኳን ኣብ ቴንዳ ኖርማል ውዕል እቲ ቴንዳ ሲ ንግዚኡ ነዚ ቆ- ነዚ ምድራዊ ነገር ክሳዕ ዘሎ ኣብዚ ምድሪ መጽንሒ ኣምበር እታ ቀንዲ መንበሪቱ ምኹ- ኣበይ እግዚኣብሔር መሰረት ዝሃነጸ ከተማ ሃገር ኣብዛሕና እዩ ክምለሱ እንተዝደልዩ ሲ ቀረባ እያ ነይራ እታ ዓዶም ኢሉ ንባቢሎን ምልስ ክም ንእብርሃም ናብኡ ከለዳውያን ክምለስ very simple ከምታ ዘይወጻ እምቢ እንተኢሉ ክምለስ ቀላል እያ ንዕኡ ግናኸ ዝሓይሽ ሃገር ሰማያዊት ስለ ዝጠመቱ ኢሉ ኮፍ በሉ። ኣሜን እስኪ ሰማያዊት እትጥመት እስኪ በሉ ሰማያዊት ዳጋ ሓወይ ኩልና ብዘለና እኮ ነስመራ ክንከይድ እናፈ ነብሲ ኣምላከይ ንናፍቕ ኣንተ ዘይነገርካ ኣነ ሎማዓንቲ ናፍቲኣ ግን ክሳዕ ክንደይ ኢኻ ትናፍቓ ክሳዕ ክንደይ ኢኻ ትናፍቓ ክትግለጽ ክትመጽእ ክትኣትዋ ኣነ ሕጂ ሙት እሞ ክኢላ ትብል ዘለኹ ዋላ ሕጂ ሞትካ ከድካ እታ ሃገርቲያ ሕጂ ኮን ትግለጽ እታ ከተማ ሕጂ ኮን ትግለጽ ምሽ ኣነ ዝብለኹ ግን ክሰብ መፅን ኩሉ ካን ተወሲድካ ግን ይሓፅረና እቲ ግዜ የሱስ ጎይታ እዩ እስከዚ ከም በዓል ኣቦና ኣብርሃም ይስሐቅ ያዕቆብ ሲ ሃገር ኣላ ኢሎም ሲ ንዓ ብተስፋ ፃባበዩ ከተማ ኣላ ኢሎም በቃ ኣነ ናይ ኣብርሃም ነገር እኮ ኣብርሃምስ ከተማ ኣላ ኢሉ እዛ ንሕና ከተማ ሓዳሽ የሩሳሌም ተባሂልና ኣብ ራእይ ዮሃንስ ሕጂ ዝተሰባና ሲ ኣብርሃም ኮሎስ ድሕሪኡስ ድሕሪ ክልተ ሽሕ ዓመት ከባቢ ክዩ ጎይታና የሱስ ክርስቶስ ምስ በዓል ጳውሎስ ምስ ራእይ ዮሃንስ ዮሃንስ ምስ መጸ ክዩ ዮርሳሌም ትብል ረቨለሽን ተገሊጽሉ ከተማ ኣላ እዩ ዮሃንስ ረቨለሽን ረኺቡ ምሽ ድሕሪ ክልተ ሽሕ ቅድሚ ክልተ ሽሕ ግን ኣቦና ኣብርሃም ግን ኣላ ከተማ እዩ ሃገር ኣላ ከተማ ኣላ እዩ ኣሜን ኢየሱስ ጎይታ እዩ ኣነ መሊሰ ክሓትመላ እያ ነውን ሃገር ክወርሱ ኣለኩም ኣሜን ትኣትዋ ከተማ ትነብርዋ ከተማ ኣላትኩም። ፊልጵ ምዕራፍ ሰለስተ ቁጥሪ ዕስራ እንታይ ዝብል ሃገርና ኣብ ሰማይ ካብኣ ከዓ መድሓኒ ጎይታና የሱስ ክርስቶስ ንፅበ ኣለና ይብል መጽሓፍ ቅዱስ። ሃገር ካብ ሰማይ እዩ። ምስዚ ምድሪ ኣይትጣበቕ፣ ምስ ኣስመራ ምስ ኣዲስ ኣበባ ኣይትጣበቕ። እቲ ናትካ ሜንታሊቲ ምስቲ ፅባሕ ትግለፅ ሃገር ፅባሕ ትግለፅ ከተማ ምስኣ መንፈሳውነትካ ምስኡ ቃንዮ መትኩም እሞ ህይወትኩም ኣብ ሰውራ ላይ ናይ ምንታይ ግለ እዩ ዝብል ናይ ላዕሊ ግለ እዩ ናይ ላዕሊ ሕሰቡ ኢሉ እዚ ቃኒዎ ከምኡ ጌርኩም ኢሉ የሱስ ጎይታ እዩ እዛ ከተማ እዚኣ እዛ ከተማ ሓንቲ ከተማ ዘላራይ እዛ ከተማ እዚኣ ቀፅሪ ኣለዋ ዓሰርተ ክልተ ከዓ ማዕፆ ኣለዋ ደገ ኣብቲ ዓሰርተ ክልተ ደገ ነፍሲ ወከፍ ነገድ ዓሰርተ ክልተ ደቂ እስራኤል ሽሞም ኣብኡ ተጠቂዑ ምስ ከድና ፕሬ ናቦት እስኪ ዝርኢ ኢድኩም ሓባ ዝደንጎኹም ኣለኹም ኣብቲ ደገ ሲሉ ናይቶም ዓሰርተ ክልተ ሃዋርያ ኣይምን ደቂ እስራኤል እ ነገድ ኣስማቶም ኣብ ንኡስ ተካፍ ብምብራቕ ሰለስተ ናይ- ናይ- ብምዕራብ ሰለስተ ብኸም ኣነ ገርመንኹ ዋላ ካብ ምድረ በዳ ክወጡ ከሎ ካብ ብትኮ ተጓዒዞም ምስ ዓረፍኮ በዚ ሰለስተ በዚ ሰለስተ በዚ ሰለስተ በዚ ሰለስተ ኮይኖም ነቲ ታቦት ከይቦም እዮም ዝሓድሩ እኮ ነይሮም ኣብ ምድረ በዳ ዋላ ፅባሕ ንጎ ከዓ እታ መንግስቲ ምስ መፀት ኤቭሪቲንግ ሓድሽ ሰማይ ሓድሽ ምድሪ ምስ ኮነ ከዓ ሓዳሽ የሩሳሌም ምስ መፀ ከዓ በዚ ናይቶም ሰለስተ በዚ ናይቶም ሰለስተ በዚ ናይቶም ናተይ ናትካ ክከብ የለና መፅሓፍ ቅዱስና ይብል ዓሰርተ ክልተ መሰረት ኣለዋ ሽም እቶም መእሰሪ ናቶም ከኣ መን እዮም? ሃወርያት። ሃወርያት ናይ መን ሪፕረዘንቴሽን እዮም? ናይ ማሕበር ኣምላኽ ናይቶም ዓሰርተ ክልተ ሃወርያዊ ገይሩ ንፍስ ኣብኣ ሓወይ መንግስቲ ክርስቶስ ወይ ሓድሽ ሰማይ ሓድሽ ምድሪ ሓዳሽ የሩሳሌም ናይ እስራኤላውያን ካብኣ ዘበሉ እ ናይ ሓድሽ ኪዳን ሰባትን ጥራይ ኣምዳት ወኮ ማለት እዩ ሰሚዕኩም ዶ ምዃን የሱስ ጎይታ እዩ ስለ ዝበሃሉ ከምዚ መስል ናይ መወዳእታ ሓንቲ እዚ ዓባይ ዝለይ ኣነ መወዳእታ ዝሓሸ ኣገልግሎት ከዓ ይምሓርስ እያሱ ክዛረብ ከሎ እንተይሉ ኣንተ ጎይታነ ክንፋ ነይሩ ጓልና እውን ኣብዚ ጓል ዘሎ ሓወያ ምስለኒ ኣነን ቤተይን ግና ዋጋ ንፈልዎ ኣነ ስለ ዝተዳለኹላ እየ ሰሚዐ ከማን መሮ ኣነን ቤተይን ግና ንእግዚኣብሔርና ነገልግል ኢላ ጓሉ ኣነን እግዚኣብሔር ኣነን ቤተይን እግዚኣብሔርና ነገልግል ዝበለ እያሱ ቅድሚ ከምኡ ምባሉ ዝተዛረቦ ክነገርኩም እየ ምዕራፍ ዕስራ ኣርባዕተን እያሱ እያ ዘላ ነብርሃም ካብ ጣዖት ኣምፅዮ ይስሐቅ ሂበዮ ያዕቆብ ሂበዮ ዓሰርተ ክልተ ነገድ ሂበዮ፣ ካብ ግብጺ ኣውጽኤዮ፣ ብምድረ በዳ ብተኣምራት ኣሰንየ ኣውጽኤዮ፣ ከነኣን እእቴዮ፣ እያሪኮ ንጸላእቶም ተዓቢለ፣ ዘይዘረሎ ዘይዓጸ ዙዳ ዘበለ ብምሉኡ እታ ምድሪ በረኸት ሂበዮም፣ ሂብኩም ሂብኩም ሂብኩም ኢሉ ኣጽምም ኣቢልዎም እያሱ። እሞ እዚ ኩሉ እንድሕር ሂብኩምሲ ንመን ኢኹም ክተገልግሉ ትደልዩ ኣለኹም? ኣቦታትኩም ቀደም ዘገልገልዎም ጣዖታት በዓል ኣብርሃም ከይ በተኾልናት እዮም ንዕኦም ወይስ ነዚ ኩሉ ዝገበረልኩም ዋ ነቲ ህያ ኣምላኽ ሓዲግና ንኻልኦት ንበዓል ንኻልእ ምግልጋል ሲ ካባና የርሕቆ ኢሎም ኦኬ እንተ ኣነ ግን ቤተይን ግን ንኣምላኽ ኢና ነገልግል እዚ ኣገልግሎት ዝበሃል እቲ ያሽኹም ዝበሎ ንሕና ብዛ ንሓድሽ ኪዳን ዘለና እዚ ዝበልኩኹም እዚ ኣገልግሎት እዚ ብሉጥ ዝኾነሉ ሰለስተ ነጥቢ ጥራይ ክንብብ እየ ሓደ ቀዳማይ ናይ ጸጋ ኣገልግሎት እዩ እስከ ናይ ጸጋ በሉ ናይ ሕጊ ኣገልግሎት ኣይኮነን ሓደ ካልኣይ ናይ መንፈስ እምበር ናይ ፊደል ኣይኮነን ናይ መንፈስ ኣገልግሎት እዚ ኪዳን እዚ ሳልሳይ ናይ ሞት ዘይኮነ ናይ ህይወት ኣገልግሎት እዩ ራብዓይ ናይ ኩነነ ዘይኮነ ናይ ጽድቂ እዩ ሓላፊት ዘይኮነት ነባሪት እያ ኣብዚ ኣገልግሎት እዚ እንድሕር ክተገልግል ኮንካ መጽሓፍ ቅዱስ ከምዚ እያሱ ዝበሎ እሞ እግዚኣብሔር ንኹሉ ዝገብረልካ ልዕሊ ኩሉ ከዓ ኣብዚ ናይ ዘለኣለም ኪዳን ገይሩ እ ማሕተም ኩሉ ኪዳናት ርእሲ ኩሉ ኪዳን ዝኾነ ንዓኻ ኩሉ ካብ ሃበካ ክሳዕ ክንደይ ኢኻ ክተገልግሎ

እንታይ ኢና ክንገብር ንሕና እውን እለኩም ኣለኹ ልዕሊ ማንም ምድሓን ዝተዋህብና እስኪ ንዑ ዘገልግሉ በሉ ኣምላኽ መስገን ገለ ነገር ተሪፍኩም ሎም ክኸውን ተስፋ ገበ እዚ ኪዳን እዚ ርእሲ ኩሉ ኪዳናት እዩ ብደም ተመፂኹም ርእሲ ኩሉ ኪዳናት እዩ ብመስዋእቲ ተመጺኹም ርእሲ ኩሉ ኪዳናት እዩ። ብተስፋ ተመጺኹም ርእሲ ኩሉ ኪዳናት እዩ። ብትንሳኤ ተመጺኹም ርእሲ ኩሉ ኪዳናት እዩ። ሃገራት ኣብ ምውራስ ከተማ ኣብ ምውራስ ርእሲ ኩሉ ኪዳናት እዩ። ብኣገልግሎት ተመጺኹም ከዓ ርእሲ ኩሉ ኪዳናት እዩ። ተመስገን።